ከምቲ ኣብ መእተዊ ዝተጠቕሰ ክቡር ፕረዚደንት ኣብ መጀመርያ ሰሙን ናይ ወርሒ ሕዳር ዝሓለፈ ዓመት ኣብ ክልል ትግራይ ብጃንዳ ወያነ ዝተወስደ ኣዳህላልን ሰፊሕን መጥቃዕቲ ወተሃደራዊ ግጭትን ምእላይ ናይቲ ጃንዳን ኣስዒቡ ኣሎ። እዚ ኩነታትዚ ኣመቱ ኣብ ኢትዮጵያ እንታይ ክኸውን ይኽእል? ጽልውኡ ብደረጃ ዞባና ብፍላይ ከኣ ኣብ መስርሕ ሰላምን ክልተኣዊ ዝምድናን ዝምድናን ናይ ኤርትራን ኢትዮጵያን ከመይ ይግምገም?
ሕጂ ከፋፊልና ክንሪኦ ምእንቲ መጀመርያ ብግዜ ናይ ቀረባ ብውሕዱ ኣብ ኢትዮጵያ፣ ናይ ዕረያ ዋይ ናይ ሪፎርም ተበግሶ ድሕሪ ምጅማሩ ብፍላይ ቐዳማይ ሚኒስተር ኣብዪ መግለጺ ብዛዕባ ምስ ኤርትራ ጽቡቕ ዝምድና ምምስራት፣ ፍቕሪ፣ ሰላም፣ ምትሕግጋዝ ዝብል ምናልባት እሱ ንርእሱ ከም መቐይሮ ኢልና ክንሓስቦ ንኽእል ወይ ናይ ግዜ መድርኽ ኢልና ንሓስቦ ንኽእል። ምኽንያቱ እዚ ሰብ ክጽበዮ ዘይክእል ወይ ክሓስበሉ ዘይክእል ዓንዳሪ ዝኾነ መጥቃዕቲ ስለምንታይ፣ እንታይ እዩ ናብኡ ዘብጽሐ ኢልካ ክሕተት ክኽእል ኣለዎ፣ ምኽንያቱ ብዕምቆት ክፍለጥ ምእንቲ። እዚ ኣዋጅ እዚ ምስ ተኣወጀ፣ እቲ ናይ እቲ ህዝባዊ ስምዒት ሓፈሻዊ ስምዒት ዝነበረ ሰላም ኣብ ካልእ መድርኽ ደይቡ ኣሎ፣ ትስፉው መጻኢ ኣሎ፣ ቀሲንና ክንነብር ኢና፣ ኣብ ልምዓት ከምዝን ከምዝን ንገብር ኢና ፈጢሩ እቲ ስምዒት። ቅድሚኡ ምናልባት ኣይነበረን ማለት ኣይኮነን ግን ንሱ ንገዛእ ርእሱ ቀሊል ኣይኮነን። እዚ ብመሰረቱ ንናይ ጃንዳ ወያነ ኣብ ኢትዮጵያ ዝነበረ ጸወታ ከም ዘብቀዐ ዘረጋግጽ እዩ ነይሩ። እዚ ዳሕረይ ምናልባሽ ከም ኣርእስቲ ንበይኑ ክንዛረበሉ ንኽእል ኢና ግን እዚኤን ክልተ ዓመታት እዚኣተን ናይ ምርባጽ ግዜ እየን ነይረን ኣብ ውሽጢ እቲ ጃንዳ። ኣብ መንጎ ኤርትራን ኢትዮጵያን ክፍጠር ንዝኽእል ልዙብ ዝምድናታት፣ ሰላም፣ ምርግጋእ፣ ዞባኣዊ ጽልውኡ እውን ብዙሕ ጭንቀት ፈጢሩ ናብቲ ጃንዳን ዘራያት ናይ ጃንዳን። ስለዚ በንጻር ናይቲ እተፈጥረ ሃዋሁ ናይ ኩናት ምድላዋት ጀማሚሩ ጥራይ ዘይኮነስ ከጋልብ ጀሚሩ ን ኣብ ማዕዶ ኮይና ንዕዘብ ሕራይ ቀዳማይ ሚኒስተር ኣብይ ነቲ ፍርዳዊ ውሳኔ ተቐቢለዮ ወይ ተቐቢልናዮ ሰላም ነብል ኢና ኢሉ መወዳእታ ኣብ ናይ ሽዑ ናይ ሰነ ናይ መዓልቲ ሰማእታት ከም ዝነበረ መደረ ዒዚ ሓደ ካብቲ ንጃንዳ ዘየቕሰነ ንገዛእ ርእሱ እቲ ናይ ዶብ ጸወታ ዝበሃል ከም መጣልዒ ወረቐት ሒዙ ክሰርሓሉ ጸኒሑ እዚ ሓደ ዓቢ ፖለቲካዊ ብድሆ ፈጢሩ። ንሕና ብዙሕ ኣይተሃወኽናሉን። ባድመ ኹን ካልእ ቦታ ቀሰልና ከነርክበሉ ንኽእል ኢና እቲ ዝዓበየ ግን ኣብ ኢትዮጵያ ዘሎ ኩነታት ናብ ኣዎንታዊ ወይ ናብ እወታዊ መኣዝን ክኸይድ ስለ ዘለዎ ንዕኡ ከነሐይል ክንድግፍ ክንክእል ኣለና ናይ ዶብ ጉዳይና ስለምንታይ ተፈቲሑ እይተፈትሐን ተመልኪቱ እይተመልከተን ኢልና ንዛረበሉ እውን ስለ ዘየለ ናይ ሓዋሩ ዘላቒ ሰላም ስለ ዘገድሰና ትዕግስቲ ጌርና ንርኣዮ። ነዚ ሕጂ ተፈጢሩ ዘሎ ሃዋሁ ግን ብንጥፈት ክንድግፎን ክንደፍኣሉን ናህሪ ወሲኽና ክንሰርሕ ጀሚርና። በንጻሩ ግን እዚ ንኩናት ምድላዋትን ፈጺምካ ዕንቅፋታት ምፍጣር ንዝኾነ ክፍጠር ዝኽእል ዝምድና ዝዕንቅፍ ነገራት ምምጻእ መጺኡ። ኣብዚ ሕጂ ኣጋጣሚ እቲ ዝግበር ዝነበረ ወተሃደራዊ ምድላዋት ኣይንከታተሎን ኔርና፣ ኣይንፈልጦን ኔርና ማለት ኣይኮነን። ብወገን ፈደራል መንግስቲ ናይ ኢትዮጵያ እውን ምክትታል ኣይነበረን ኢልካ ክትዝርብ ዝከኣል ኣይኮነን። ሕጂ ኣነ ሓንቲ ፍጻሜ ቀጽሊ ቀጻሊ ዝዛረበላ፣ ኣብይ ብዙሕ ጽቡቕ ሓሳባት ብባህጊ የቕርብ ሕጂ ድሓን ቀስ ኢልና ንርእዮ በብናህና ኣጠማምታ ንርእዮም ጉዳያት ስለ ዘለዉ ንሕና ብዝተኻእለ መጠን ምስ ሕሉፍ ተመክሮና ህድእ ኢልና ነቶም ኩነታት ክንርእዮም ክንክእል ኣለና እምበር ቁልጡፍ ቁልጡፍ ነገራት ከነብል ኣይንኽእልን። ሕጂ ነቲ ዝምድና ንምድልዳልን ኣብ ባይታ ንዕኡ ጥጡሕ ፋይታ ንምፍጣርን ኣብ ዶብ ናይ ዓሰብ፣ ናይ ደቡብ ማለት እዩ፣ ብወገን ዛላምበሳ፣ ብኦምሓጀር ናይቲ ዶብ ርክባት ምግባር ከሙቖ ክእል እዩ፣ ነቲ ተፈጢሩ ዘሎ ሃዋሁ ድርኺት ከኣ ክውስኸሉ ይኽእል ብዝብል ነብል ሕጂ። ኣብይ ቐፃሊ ደብረፅየን ለይትረኽቦ ኣነ መንጎኛ ውን ኣይደልየሉን ግን ብዙሕ ንዕዘቦ ነገራት ስለ ዝነበረ ደሓን ቀስ ኢልና ቕድም ነቲ ሃዋህው ነጠዓዕሞ እሞ ቀስ ኢልና ነብል ንኽእል ኢና። ንዚ ኩሉ ግን እቲ ተጻይ ድኾነ ኣከያይዳን ወተሃደራዊ ምድላዋትን ዘይኮነ መሰረት ዘይብሉ ኣናቛቲ ፕሮፓጋንዳዊ ዘመተታት እናዓበየ ከይዱ ኣብ ዛላምበሳ ብዙሕ ሸውሃት ኣይነበረንን እቲ ኩነታት ክከታተሎ እስከ ቀስ ኢልና ግዜ ንረኽበሉ ንኸውን ኢልና ግን ኣብ ኦም ሓጀር በቲ ናይ ምዕራብ ዶብ ርክብ ክግበር እዩ ምስ ተባህለ ናይ መወዳእታ ሰዓት እዩ ከምዚ ጽባሕ ንራኸብሲ ኣይጥዕመንን እዩ ኣይራኸብን እየ እብል ነይረስ ሕራይ ደሓን ንራኸብ ንኽእል ኢና ኢልና ኣብ ኦምሓጀር ንደቂቅ ክልተ ደቂቅ ዝኸውን ተራኺብና ምስቲ ዝነበረ ድግስ ማለት እዩ። ኣነ ሕጂ ሓንቲ መልእኽቲ ነይራትኒ። እሳ እውን ሰጋእ መጋእ እናበልኩ የድሊ ድዩ ተነገርናዮም ተዘይነገርናዮም ንሓን እምበኣር ምንጋር ትሓይሽ። ደብረጽዮን ንምንታይ ኢኹም ንውግእ ትቃረቡ ትዛረቡ ዘለኹም? ንምንታይ ኣይትኸውንን እያ እንታይ ማለት እዩ ትኸውንን እያ ንምግጥ ኣለዉ ኣለኹ ንምንታይ ኣብ ካልእ ጉዳያት ሕጂ ንዛረብ ኣይንኽእል ንዓይ ዘምፃትኒ ግን እዚኣ ተቐንዲ ጉዳይ ትሚለብ ከብደ ሒዘ ከይከይድ ከዓ ነግረካ ኢለ ኣጋጣሚ ኣብይ ደፍኣሉ ስለ ዝነበረ እውን ኣይትኸውንን እያ ደሓን እምበኣር ንርኢ ግዜ ንርኢ። ኣነ ሽዓ ካብ ምንታይ እየ ወሲደያ ከምዚ መልእኽቲ ተመሓላልፍ እሞ መጠንቀቕታ ኣየድልየኩምን እዩ ወተሃደራዊ ምድላዋት ኣየድልየኩምን እዩ ንምንታይ ብደቡብ ተወረርና ፈደራል መጸ ኣደ መጸ ብኤርትራ ከምዝመጻና እናበልካ ነቲ ህዝቢ ኣብ ናይ ጆሆ ሃዋህው ናይ ምእታዉ ጻዕሪ፣ ማዕረ ማዕሪኡ ወተሃደራዊ ምድላዋት ናበይ ኮን ከምርሕ ከም ዝኣመሰለ ኣተሓሳስባ፣ ዋእ ደሓን ቀሰይ ኢልና ንከታተሎ፣ ከምዚ ተኾነ ከምዚ ተኾነ ከምዚ ተኾነ ሲናርዮታት ክጽናዕ ተጀሚሩ። ኣብ መወዳእታ ኣብዚ ሕዳር ዕለት ሰለስተ፣ ዝኾነ ሰብ ውን ክሓስቦ ኣይክእልን እዩ። ንታሪኽ ኣነብሎ እደሊሲ፣ ምስቲ ንከታተሎ ዝነበርና ኣናቋቲ ዝኾነ ዘመተ ዘመተታት ምክያድ፣ ወተሃደራዊ ምድላዋት፣ ኩሉ ተኽእሎታት እንታይ ኮን ክመስል ይኽእል ምእንቲ ትሕጃና ገርና ክንጸንሕ ምእንቲ ንከታተሎ ነርና። ከምዚ ዓይነት ዓንዳሪ መጥቃዕቲ ክግበር ይከኣል እዩ ኢሉ ዝሓስብ ሰብ ነይሩ እንተ ኢሎምኒ ኣነ ብበየናይ ተኣምር ከምኡ ዓይነት ሲናርዮ ክረኣየካ ይኽእል ክትኣስብ ኣይትኽእልን ኢኻ። እቲ ዝነበረ ውጥን ክትሪኦ ተመሊስካ ሕጂ ንድሕሪት ናይ ብሓቂ ዘገርም እዩ። ኣብቲ ኣቀዋውማ ናይቲ ልኡላዊ ኣሃዱታት ወይ ፈደራል ኣሃዱታት ዝበሃል ናይ ክልላት ዝነበረ እሱ ነዊሕ ዛንታ እዩ። ኣብቲ ሰሜን እዝ ሓደ ሰላሳ፣ ሰላሳን ክልተን ሽሕ ዝኸውን ዓቕሚ ሰብ ነይርዎ። ሓደ ሲሶ ካብኡ ተጋሩ እዮም ነይሮም። ሕጂ እቲ ቀዳማይ ፕላን ብዘይካ እቲ ቅድሚኡ እተገብረ፣ ቅድሚኡ ምናልባት ጽቡቕ ተኸታቲልና እንተኾይና ደሞክራሲያዊ ምርጫታት ተኻይዱ ኣብቲ ክልል ነቲ ፈደራል መንግስቲ ሕጋውነት የብሉን ናይ ምባል ስጉምቲ ተወሲዱ። እዚ ቀዳማይ ውጥን ጸወታ እዩ ክበሃል ይከኣል። ንሱ ተወዲኡ ብዛዕብኡ እተገብረ ጎስጓሳት ብእተፈላለየ መገድታት ኩሉ ሰብ ርእይዎ ናበይ ኮን ክኸይድ እዩ እዩ ነይሩ እቲ ሕቶ። እዚ ሕጂ ነቲ ክውሰድ እተሓስበ መጥቃዕቲ ኣነ ዕብዳን እየ ዝብሎ ንዕኡ መገዲ መጽረጊ እዩ ተገይሩ ነይሩ። ኣብ መወዳእታ ነዚ ናይ ሰሜን ፈደራላዊ እዚ ዝበሃል ከም ግቡእ ልኡላዊ ትካል ኮይኑ ንዶባት ክሕሉን ክከላኸልን ዝግብኦ ዝነበረ ንዕኡ ዝቕተል ቀቲልካ ዝማረኽ ማሪኽካ ተጥፍኦ ወይ ኢዱ ሂቡ ኣሎ ኢልካ ትእውጅ፣ ድሕሪኡ ነዲስ ኣበባ ትኸይድ። ንእግሪ መንገድኻ ደሓር ከኣ ተሰለጠካ ከኣ ኣስመራ ዘሎ መንግስቲ ከማን ትቕይር። ከምዚ ዓይነት ዕቡድ ኣተሓሳስባ ሒዝካ ኣብ ኩናት ክትኣቱ መብዛሕትኡ ኩናታት ሚስካልክሌሽን እዩ፣ ብናይ ምቕማር ጌጋታት ደምጽኦ ጸገም እዩ። ከምዚ ዓይነት ሚስካልክሌሽን ክመጽእ እዩ ኢልካ ዝሓስብ ነገር ኣይነበረን። ዘገርም ኣነ ታሪኻዊ እየ ዝብሎ ተቐትለ ተቐቲሉ እቶም ክማርኽዎም ዝኸእሉ ማሪኾሞም ኣብ መወዳእታ ግን ውሑድ ዘይኮነ ቁፅሪ ነቲ መጥቃዕቲ መኪቱ ኣብዩ እታ መቐይሮ ኣብኣ እያ ትመፅእ። ክሳብ ሕጂ ዳርጋ ሰለስተ ወርሕን ክልተ ሰሙን ኣቢልና ገርና ኣለና። ኣብ ውሽጢ እዚ ግዜ ድመጸ ምዕባሌታት ዝርዝራቱ ሓደ ብሓደ እቶም ኣብኡ ዘለዉ ናይ ሰሜን ፈደራላዊ ኣሃዱታት ኣጸቢቖም ስለ ትፈልጥዎ እሳቶም ክዛረቡ ንዓና ግን ከም ዝኣመሰለ ሃንደበት ኣብ ኣእምሮና ኣይነበረን ከመይ ኢሉ ከም ዝማዕበለ ኣብ ሓጺር ግዜ እውን መዓልቲ መዓልቲ መዓልቲ መዓልቲ ዝመጸ ምናልባት ክዝረበሉ ይከኣል ክኸውን እዚ ሕጂ ግዜ ተረኺብሉ ዳዕራይ ምናልባት ነዊሕ ፊልምታት ክስርሓሉ ይኽእል ክኸውን ግን ከምዚ ዓይነት ዕንደራ ከምዚ ዓይነት ዓቕለ ጽበት ናብ ከምዚ ዝኣመሰለ ሚስካልክሌሽን ኣብጺሑ ክንድዚ ዝኣክል ዕንወት ከውርድ ኣብ ዝኾነ ሰብ ኣእምሮ ኣይነበረን። እዚ ብመንጽር ናይዘን ክልተ ዓመታት ክልተን ገለን ዓመታት ዝኾና ዝመጸ ምዕባሌታት እዩ። ሕጂ ስለምንታይ ኣብ ከምዚ ደረጃ በጺሑ እቲ ኣተሓሳስባ? ስለምንታይ ኣብ ከምዚ ዝኣመሰል ዓንዳሪ፣ ኣዕናዊ፣ ሕርያ ተኸይዱ ኢልካ ብዙሕ ዝዝረበሉ ዝከኣል ነገር ኣሎ። ግን ኣብኡ ጥራይ ዝሕጸር ኣይኮነን። ናይ ክልተ ዓመት ጥራይ ኣይኮነን። ናይ ሰላሳ ዓመታት ኢልና ክንዛረብ ንኽእል ምናልባት ኪኖ እውን ክንከይድ ንኽእል ኢና ግን ሳዕቤን ናይ ኣብ ውሽጢ ዝሓለፈ ሰላሳ ዓመታት ዝነበረ ፖለቲካዊ ምዕባሌታት ናይ ኢትዮጵያ እዩ ሓድሽ ናይ ትማሊ ዝመፀ ኣይኮነን። ክንሪኦ እንተኾይንና ናቱ ፐርስፐክቲቭ ኣዕሚቑና ክንርድኦ እንተኾይንና ናይዘን ክልተ ዓመታት ወይ ሰለስተ ዓመታት ዝኾነ ምዕባሌታት ጥራይ ኣይኮንናን ክንርኢ ንኽእል ጠንቁ እንታይ እዩ ምኽንያቱ መወዳእታ ፍታሕ እውን ክንደሊ ስለዘለና ነቲ ፍታሕ ኣብ ጠንቅታት ተመራሚርና ክንበጽሖ ስለዘለና ናይ ምንታይ ዝመጸ ኣነ ሕጂ እዚ ኩሉ ትማሊ ዝተፈጸመ ናይ ፈንጂታት ፖለቲካ ዘምፅኦ ፀገም እየ ዝብሎ። ናይ ፈንጂታት ፖለቲካ እንታይ ማለት እዩ? ብዙሕ ግዜ ይዛረበሉን ኣነ ግን ሰነዳቱ ተመሊሰ ክሪኦ ከለኹ መመሊሱ ዘተሓሳስበኒ እዩ። ቅድሚኡ ናይ ሰማንያ፣ ሰብዓ፣ ስሳ፣ ሓምሳ ዓመታት ኢልና ክንዛረብ ንኽእል ኢና። ግን ኣብዘን ሰላሳ ዓመታት ዝማዕበለ ናይ ጃንዳ ወያነ ዝንቡዕ ኣተሓሳስባ ዘምጽኦ ጸገም እዩ። ብኸመይ እንድሕር ኢልካ፣ ምስቲ ዝነበረና ዝምድና ቀጻሊ ኣብ ምምኽኻር፣ ንሰማምዓሉን ዘይንሰማምዓሉን ጉዳያት እውን ከከም ኣመጻጽኡ ይኸይድ ነይሩ። ግን ሓደ ምስዚ ኩነታት እዚ ኣጋጢምካ ወይ ኣዛሚድካ ክዝረበሉ ዝከኣል ኣነ ተስዓን ኣርባዕተን ኣገዳሲ ፍጻሜ ብዙሕ ውን ኣይተዛረብናሉን ግን ኣነ ዝፈልጦን መለስ ዝፈልጦን ማለት እዩ ተስዓን ኣርባዕተን እመጽእ ኣለኹ ጉዳይ ኣለኒ ንዘራረብ ኢልና ራይ ተረዳዲእና ጽቡቕ እንታይ እዩ እቲ ጉዳይ ንሕገ መንግስቲ ወይ ነቲ ስርዓተ መንግስቲ ዝኸውን ንድፊ ናይ ቅዋም ኣዳሊና ኣለና እሞ ቀዳማይ ቅዳሕ እዩ ብዙሕ ሰብ ኣይረኣዮን ርእይቶኻ ክሰምዕ ስለ ዝደሊ ርእይቶኻ ትበኒ ብለኒ እሞ